ናይ ስነ ኣእምሮ ነርስ ኮይነ እየ ዝሰርሕ። ናይ ኩሉ ግዜ መዓልተይ ምስ ዝተፈላለዩ ናይ ኣእምሮ ሕማምን ጭንቀትን ዘለዎም ሰባት እየ ዘሕልፎ። ኩሉ ግዜ ንተሓከምተይ ብኣገባብ ብምሓዝ፣ ስርሐይ ብትግሃት፣ ብጽሞና፣ ብሞያዊ ስነ ምግባር እየ ዝፍጽሞ። ዋላ እኳ ብሞያይ ጭንቀት ኣእምሮ ንዘለዎም ወገናት ሕክምና ብምሃብ ሰላም ክስምዖም ዝፍትን እንተኾንኩ ግን ህይወተይ ኣብ ገዛና ብጭንቀትን ጸቕጥን ዝተመልእት እያ ነይራ። እቲ ምኽንያት ክልቲኤን ምንኣስ ኣሕዋተይ ተመርዕየን ካብ ገዛና ወጺኤን ኣነ ድማ ሰላሳ ሓሊፈ ክንሰይ ሓዳር ኮነ ውላድ ኣይነበረንን ተወሳኺ ምስ ወለደይ እየ ዝቕመጥ ነይረ ዋላ እኳ ንገዛእ ርእሰይ ከመሓድር ዘኽእል ስራሕን ደመወዝን ይንበረኒ ብዓይኒ ስድራቤተይ ከም ሓንቲ ዓባይ ጾር ይረኣ ነበርኩ። ከም ባህልናን ናይ ሕብረተሰብና ርድኢትን ሓንቲ ጓል ከይተመርዐወት ዕድሚኣ ካብ ሰላሳ እንተ ደኣ ሓሊፋ፣ ግዜኣ ከም ዝሓለፈ ከም ዝሓሰረት እያ ትቑጸር። በዚ መሰረት እዩ ድማ ስድራቤተይ ጌና ሰላሳ ዓመተይ ምስ መላእኩ ብዛዕባ መውስቦ እናተዛረቡ መዓልታዊ ክጭቕጭቑኒ ዝጀመሩ። መዓስ ኢኺ ትምርዐዊ? መሓዙትኪ ምንኣስ ኣሕዋትኪ ቆልዑ ወሊደን፣ ንስኺ ግን ብደውኪ ትኣርጊ ኣለኺ እናበሉ ይዝልፉንን የባሳጭዉንን ነበሩ። ኣነ እቲ ወለደይ ዝብልዎ መርዓ ሓዳር ጸልኤ ዘይኮንኩስ፣ ናተይ ዝብሎ ባህ ዝብለኒ መናብርቲ ህይወተይ ዝኸውን ወዲ ስለ ዝሰኣንኩ'የ። ኩሎም ዝተላለኹዎም ኣወዳት ካብ ግዝያዊ ስምዒት ሓሊፉ ናይ ነዊሕ መደብ ኣይነበሮምን። ስለዚ ንወለደይ ከሐጉስ ኢለ ተብተብ ኢለ ተመርዕየ ሓዳረይ ኣብ ሑጻ ክምስርቶ ኣይደለኹን። ካብ ዕለታት ሓደ መዓልቲ ብሰንኪ እዚ ጉዳይ ኣቦይን ኣደይን ኣምሪሮም ተዛረቡኒ። ካብኡ ሓሊፉ እውን ኣቦይ ከበሳጭወንን ክሕጭጨለይን ዳውን ክገብረንን ደልዩ ነበረ። ሽዑ ኣነ እንተደሊኹም ገዛኹም ክሓድገልኩም እምበር መደብ ኣብ ዘይገበርኩሉ ምስ ዘይደልዮ ሓዳር ክምስርት ኣይደልን እየ ኢለ ካብ ገዛ ወለደይ ወጺኤ ብዓቕመይ ንእሽቶ ገዛ ተኻርየ ንበይነይ ክነብር ጀመርኩ። ምስ ወለደይ ተባኢሰ ኻብ ገዛይ ብምውጸእይ ጸቕጢ ይስምዐኒ። ኣብ ህይወተይ ዝዀነ ተስፋ ኸም ዘይብለይ፣ ንነፍሰይ ከም ዘይትረብሕን ዘይትድለን ገይረ ክሪኣ ጀመርኩ። ሃንደበት ሓደ መዓልቲ ግን፣ እቲ ዅሉ ጸልማት ህይወተይ ዝቕንጥጥ ኣጋጣሚ ተፈጥረ። ሓደ ኣማን ዚብሃል ወዲ ዕስራን ሓሙሽተን ዓመት፣ ኣብ ጋራጅ ከም መካኒክ ኰይኑ ዚሰርሕ መንእሰይ፣ ናይ ስነ ኣእምሮ ሕማም ኣጋጢምዎ ናብታ ኣነ ዝሰርሓሉ ሕክምና መጸ። ንሱ መጀመርያ ግዜ ናብታ ኣነ ዝሰርሓሉ ሆስፒታል ክመጽእ ከሎ ልቡ ዝተሰብረን ብብርቱዕ ናይ ኣእምሮ ሕማም ዝሳቐን መንእሰይ'ዩ ነይሩ። ምኽንያት ሕማሙ እታ ካብ ሃይስኩል ኣትሒዙ ንዓመታት ዘፍቀራ ክምርዓዉ ዝሸባሸቡ ዝነበሩ ሮዛ ትበሃል ኣፍቃሪቱ ምስቲ እሙን ዓርኩ ኣብ ሓደ ዓራት ደቂሶም ክዝምዉ ብዓይኑ ስለ ዝረኣዮም እዩ ነይሩ። ናይ ኣፍቃሪቱን እሙን ዓርኩን ጥልመት ኣእምሩኡ ክጻወሮ ካብ ዝኽእል ንላዕሊ ስለ ዝነበረ ስርሑ ኣቋሪጹ ምስ ሰብ ምዝራብ ይደሊ ኣይነበረን። ኣብ ዓሚቝ ጭንቀትን ናይ ኣእምሮ ብስጭትን ጠሓለ። ስድራቤቱ ብዙሕ ፈቲኖም ተስፋ ምስ ቆረጹ እዮም ናብ ናይ ስነ-ኣእምሮ ሕክምና ከምጽእዎ ዝወሰኑ። ኣነ ከም ሓኪም ኮይነ ክከናኸኖ ምስ ጀመርኩ ዛይድ ይበሃል። ኣብዚ ምሳኻ ዘለኹ ንዓኻ ክሕግዝ ጭንቀትካ ክካፈል ስምዒትካ ክርዳእ'የ ኢለ ንገዛእ ርእሰይ ኣላለኹዎ። ብድሕር'ዚ ኣብ ዝነበራ መጀመርያ መዓልታት ግን እንትርፎ ኣብ ቅድሚኡ ኮፍ ምባል ወላ ሓንቲ ኣይተዛረብኩዎን። ኣማን ኣዒንቱ ናብ ሓደ ሸነኽ ጥራይ ኣፍጢጡ። ኣብ ዓሚቝ ሓሳብ ዝጠሓለ እዩ ዝመስል ነይሩ። ኣነ ድማ ከም ልማደይ ብትዕግስቲ ምስኡ ኮፍ ኢለ ቃንዝኡ ካብ ኣዒንቱ፣ ካብ ኩነታቱ ክርዳእ ይፍትን ነይረ። ወላ ሓንቲ ቃል ከየውጻእኩ ድማ ሓጋዚ፣ ዝርድኦ ሰብ ከም ዘለዎ ንኽስምዖ ከዕልሎ ይፍትን ነይረ። ድሕሪ ቁሩብ መዓልታት እቲ ናይ ስቕታ ሃዋህው ቀስ ብቐስ ክፈርስ ጀመረ። ሓደ ድሕሪ ቀትሪ ኣብ ቅድሚኡ ኮፍ ኢለ ከለኹ ብሃንደበት ዛይድ ኢሉ ብድኹም ድምጺ ጸውዓኒ። ሓልዮት ብዘንጸባርቕ ኣገባብ ናብኡ እናጠመትኩ፣ ኣቤት ኣማን! በልኩዎ ኣብ ጠረጴዛ ዝነበረ ኢዱ እናደረዝኩ። ኤዒንቱ ብንብዓት ተመሊኤን ነቲ ኣብ ውሽጡ ተዓብዒቡ ዝነበረ ቃንዛ ከተንፍሶ ጀመረ። ሮዛ እኮ ንዓይ ኩሉ ነገርያ ነይራ። ካብ ሃይስኩል ጀሚርና ኢና ንፋቐር ነይርና። ክልቴና ጌና ናእሽቱ ወላ ንንበር፣ ፍቕርና ግን ንርሑቕ ዝእምት ንጹህ'ዩ ነይሩ። ብሓንሳብ ሃይስኩል ምስ ዛዘምና ብሓንሳብ ናብ ኮለጅ ኣቲና። ኣብ ናይ ኮለጅ ግዜ እቲ ዝነበረና ናይ ገንዘብ ሽግር፣ እቲ ናይ ትምህርቲ ፈተና ጭንቀትን ኩሉ ብሓንሳብ ኢና ሰጊርናዮ። ናይ ኮለጅ ትምህርትና ወዲእና ብሓንሳብ ምስ ተመረቕና ክልቴና ተሓቋቊፍና ብሓጎስ ዝዘለልናዮ ክሳብ ሕጂ እዩ ዝዝከረኒ ኢሉ ቃላቱ እናቖራረጸ ይዛረብ ነበረ። ንብዓቱ እናደረዘ ድማ ቀጸለ፣ ኣነ ኣብ ጋራጅ ስራሕ ምስ ጀመርኩ ለይትን ቀትርን ዝሰርሕ ዝነበርኩ ንዓኣ ንምሕጓስ ጥራይ እዩ ነይሩ። ሓንቲ መዓልቲ ንወለደይ ከይበልኩ ልክዕ ከም ንግስቲ እየ ዝሕዛ ነይረ። ካብ መሓዙታ ከይትተርፍ ስድራኣ ዘይገበሩላ ኣነ ዘድልያ ዘበለ ኩሉ ከማልእላ። ደስ ዝበላ ክገዝእልሃ ሙሉእ መዓልቲ ብዘይ ዕረፍቲ ብዘይትን ናይ መኪና ጉረሶን ክልከ እውዕል ነይረ። ንመርዓና ኢለ ገንዘብ እክብ ነይረ። ብሓንሳብ እንሃንፅኦ ፅቡቕ ናይ መፃኢ ህይወት እዩ ኣብ ኣእምሮይ ነይሩ ኢሉ ብብስጭት ርእሱ ሓዘ። እቲ ዝዓበየ ቃንዝኡ ክዛረብ ከሎ ኣካላቱ ብሙሉእ ክንቅጥቀጥ ጀመረ። ግና ሓደ መዓልቲ ብድንገት ምስ ካልእ ወዲ ረኺበያ። እቲ ዘሕምም ድማ እቲ ምስኣ ዝደቀሰ ወዲ ዘይፈልጦ ሰብ ኣይነበረን። እቲ ዋላ ሓንቲ መዓልቲ ሕማቕ ክገብረኒ'ዩ ኢለ ዘይጥርጥሮ ከም ሓወይ ዝሪኦ ዝነበርኩ እሙን ዓርከይ'ዩ ነይሩ። ኢሉ ኣማን ኣምሪሩ ክበኪ ጀመረ። እቲ ቃንዛ ከምዚ ሕጂ ዝነግረኪ ዘለኹ ኣይኮነን ነይሩ ኣዝዩ ድርብ'ዩ ነይሩ። ቀዳማይ እታ ንዓመታት ዝኣመንክዋ ፍቕረይ ካልኣይ ድማ እቲ ከም ዓይነይ ዝኣምኖ ዝነበርኩ ሓወይ ዝበልክዎ ዓርከይ፣ ክልቲኦም ብሓንሳብ ኮይኖም ብጎዲም ብኻራ ከም ዝሓረዱኒ ኮይኑ ተሰሚዒኒ። ድሕሪ ሕጂ ንመን ሰብ ክኣምን? ኢሉ ስቕ በለ። ዛንትኡ ክነግረኒ ከሎ ንብዓቱ ኣብቲ ጨሓም ቀጢን ገጹ ከም ውሕጅ ይፈስስ ነበረ። ኣነ ድማ። እቲ ቃንዝኡ ልክዕ ከም ናተይ ቃንዛ ኮይኑ ተሰሚዒኒ ንብዓቱ እናደረዝኩ ኢዱ ኣጥቢቐ ሒዘ ምስኡ ክነብዕ ጀመርኩ። ካብ ሞያዊ ሓገዝ ብዝሓለፈ ብልበይ ክሰምዖን ቃንዝኡ ክካፈሎን ጀመርኩ። እቲ ዝነበረና ናይ ሓኪምን ሕሙምን ርክብ ድማ ናብ ዕርክነት ምሕዝነታዊ ምትእስሳር ተቐየረ። ብድሕሪኡ ኣእማን እናሓወየን እናተረጋገእን ምስ መጸ፣ ናብ ንቡር ህይወቱ ተመሊሱ ስርሑ ጀመረ። ናብ ሕክምናና ምምጻእ ኣድላዪ ስለ ዘይነበረ፣ ኣነን ንሱን ኣብ ደገ ምርኻብ ቀጸልና። ከይጸንሐ ኸኣ፣ እቲ ጥቡቕ ምሕጽነትና ናብ ሓቀኛ ፍቕሪ ተቐይሩ፣ ቆጸራ እናሓዝና ድሕሪ ስራሕን ኣብ ቀዳም ኣሰናብትን ክንራኸብ ጀመርና። ሰላም ዝኸበርኩም ተኻታተልቲ እዛ ቪድዮ ፕሊስ ኣብዚ ቻነል ሓደሽቲ ኮንኩም ሳብስክራይብ ግበሩ ነዛ ቪድዮ ከኣ ላይክ ሃብዋ ኣበይ ሃገር ኮንኩም ነዛ ዛንታ ትሰምዕዋ ኣለኹም ከኣኒ ኣብ ቦታ ኮመንት ግደፉልና ብዝተረፈ ግን ዛንታና ክንቅጽለልኩም ሰናይ ምክታል ኣማን ዋላ እኳ ብዕድመ ካባይ ዓሰርተ ዓመት ይንኣስ ግን ማዕረይ ብስለትን ዓሚቝ ናይ ህይወት ርድኢትን ነበሮ ንሱ ኣብቲ ብጸቕጢ ስድራ ቤተይ ጸልሚቱ ዝነበረ ህይወተይ ልክዕ ከም ብርሃን ጸሓይ ኮነኒ ክልቴና ዝተሰብረ ልብና ብሓንሳብ ክንጽግኖ ጀመርና ኣነን ኣማንን ብሓንሳብ ኣብ ከተማ ክንጓዓዝ ከለና ሰባት ኣዒንቶም ኣፍጢጦም ብምግራም ይጥምቱና፣ ገሊኦም ከኣ ብግልጺ ሕሜታ ይጅምሩ። ንዓ እሞ ርኣያ፣ ንሱ እኮ ጌና ቆልዓ እዩ ዘሎ፣ ክብሉ ይሰምዖም። እዛ ሰበይቲ ሃብታም ክትከውን ኣለዋ፣ ንገንዘብ ክብል እዩ ዝቐርባ ዝህሉ፣ ይብሉ። ዋላ እኳ ነዚ ዘረባታት ክሰምዖ ከለኹ ሸለል ክብሎ እንተፈተንኩ ግን፣ ኣዝዩ ንውሽጠይ ይጎድኣኒ ምንባሩ ሕጂ ኣይርስዖን እየ። ኣዜ ዝኣረኩ ገጸይ ምጭምዳድ ጀመረ መሲሉ እናተሰምዐኒ የሕፍረኒ ነበረ። ኣነን ኣማንን ፍቕርና ሱሩ እናሰደደ ምስ ከደ፣ ድሕሪ ስራሕ ኣብ ኣጋምሸትን ቀዳማ ሰኑንበትን እናተራኸብና ምቁር ናይ ፍቕሪ ግዜ ነሕልፍ ነበርና። ኣማን ካብ ጋራጅ ምስ ወጸ፣ እቲ ብዘይቲ ዝተርከሰ ክዳኑ ቀይሩ እናጎየየ ናብ ገዛይ ይመጽእ። ቀደም ጽምዋ ዝውሕጦ ዝነበረ ገዛይ ሰሓቕን ዋዛን ክመልኦ ጀመረ። ምሸት ምሸት ኣብ ዓራት ግድም ኢልና ብዛዕባ መዓልትና፣ ብዛዕባ ህይወትና፣ ብዛዕባ ካልእ ብዙሕ ነገር ነዕልል ነበርና። ሓድሓደ ግዜ ግን ኣብ መንጎ ዕሙር ጸወታ፣ ሰባት ብዛዕባ ኣብ መንጎና ዝነበረ ናይ ዕድመ ኣፈላላይ ዝብልዎ ዘኪረ፣ እቲ ኣብ ጎደና ክንከይድ ከለና ዝጥሙትና ኣገባብ ሓሲበ፣ ሃንደበት ዕዝም ይብል፣ ሃንደበት ገጸይ ይቕየር፣ ኣማን እዚ ናይ ውሽጠይ ጭንቀት ኣብ ገጸይ ኣንቢቡ፣ ክልተ እዳወይ ብኢዱ ኣጥብቕ ኣቢሉ ሒዙ ወይ ድማ ሓቚፉ ብፍቕሪ ኣብ የዒንተይ እናጠመተ ፍቕሪ ይገልጸለይ፣ ክእብደኒ ፍትን። ዛይደይ! ስለምንታይኺ ብዘረባ ሰብ ትጭነቒ? ንዓይ ኣብዛ ዓለም ካባኺ ዝበልጽ ወላ ሓደ የለን። ንስኺ ናተይ ብምዃንኪ ኣዝየ ዝሕበን ንስኺ እኮ ናይ ኣእምሮይ ሰላም ዝመለስኪ ካብቲ ክውሑ ጠኒ ተቆሪቡ ዝነበረ ጸልማት ዘውጻእክኒ ብርሃነይ ኢኺ ኢሉ ጸጉረይ እናደረዘ ይቕጽል ዕድመ ማለት ፈጣሪ ዝሃበና ቁጽሪ ጥራይ እዩ እቲ ዘገድስ ሰባት ዝብልዎ ዘይኮነስ እዚ ኣብ መንጎና ዘሎ ሓቀኛ ፍቕሪ እዩ ንሕና ንገዛእ ርእስናን ንፍቕርናን እምበር ንሰብ ኣይኮናን ንነብር ስለዚ ብዘረባኦም ሰላምኪ ሓጎስኪ ክዝረግ የብሉን ኢሉ ግንባረይ ይስዕመኒ እዚ ምቁር ቃላቱን ዘርእየኒ ዝነበረ ክንክንን ንኹሉ ፍርሐይ ጭንቀተይ ሓጺቡ የጥፍኦ ኣብ ሕቑፉ ተሸጒጠ ክድቅስ ከለኹ ወላ ሓደ ክፉእ ነገር ክርከበኒ ከም ዘይከኣል እርዳእ እቲ ኣብ ገዛና ዝነበረ ህይወት ምሉእ ሰላም ዝዓሰሎ ዳርጋ ገነት እዩ ነይሩ። ግን ንሕና ኣብ ከምዚ ዝበለ ምቁር ናይ ፍቕሪ ህይወት ከለና እቲ ኣብ ደገ ዝነበረ ናይ ሰባት ሕሜታ ደው ኣይበለን። እዚ ወረ እዚ እናተላብዐ ከይዱ ድማ ኣብ እዝኒ ስድራ ቤት ኣማን በጽሐ። ካብ ዕለታት ሓደ መዓልቲ ኣደ ኣማን ሃንደበት ናብ ገዛና መጸት። ከም ዝመስለኒ እግሪ ኣማን ተኸቲላ'ያ መጺኣ እምበር ቅድሚ ሕጂ ገዛይ ኣይትፈልጦን። ማዕጾ ተዃሕዂሒ ምስ ከፈትኩዋ ኣብ ኣፍደገ ደው ኢላ፣ ገጻ ብቝጥዐ ቐይሑ ነበረ። ናብ ገዛኣ ኣትያ ኮፍ ከይበለት ብንዕቐት እናጠመተትኒ፣ ዶክተር ዛይድ፣ ቍሩብ ቍሩብ ዋላ ሕፍረት ኣይስምዐክን? ንስኺ እኮ ዓባይ ሰበይቲ እኺ። ከመይ ጌርኪ እኺ ግን ጌና ንእስነቱ ዘይጸገበ ህጻን ቈልዓ ሰብኣይ፣ ክኾነኪ ትሓስቢ ብሕማም ተጠቂምኪ ንወደይ ክትቆጻጸርዮ ሂወቱ ከተባላሽውዮ ኣየፍቅደልክን እየ በለትኒ ድምጻ ብቁጥዐ ዝተመልእን ኣዝዩ መሪርን ነበረ ንገዛእ ርእሱ ክከላኸል ከምዘይክእል ቆልዓ ዝኾንኩ እናተሰመዐኒ ክነብዕ ጀመርኩ ትዛረቦ ዘላ ሓቂ እዩ ዝብል ሓሳብ ኣብ ሕልናይ ተቃለሐ ኣብቲ ግዜ እቲ ኣማን ብቁልጡፍ ኣብ መንጎና ኣትዩ ንዓይ ንምክልኻል ኣብ ቅድመይ ደው ምስ በለ። ማማ ይኣኽለኪ ዛይድ ኣፍቃሪተይ ናይ ጽባሕ በዓልቲ ቤተይ'ያ ንሳ'ያ ካብ ሞት ዘድሓነትኒ ንሳ'ያ ንስምዒታተይ ንነብሰይ ትርዳእ ናይ ልበይ ንግስቲ ንዓኣ ከተኽብርያ እንተ ዘይክኢልኪ ካብ ሂወትና ክትወጽኢ ትኽእሊ ኢኺ በላ ድፍረት ብዝተሓወሶ ቃላት ኣነ ንብዓተይ እናደረስኩ ኣማነይ ከምኡ ኢልካ ኣይምለስን ማማ ትብለካ ዘላ ሓቂ ዩ ኣነ ንዓካ ዝከውን ኣይኮንኩን ብዕድመ ካባካ ትንእስ እያ ንዓካ ትኮነካ በልክዎ ብቅንዕና ካብ ልበይ ስቅ በሊ ኣምሰሉ ብድሕረይ ካልእ ከም ትብልዮ ዘይፈልጥ ከይመስለኪ ኢላ ኣዲኡ ሓሪቃ ብጓሂ ካብ ገዛና ወጸት ኣማን ድማ ድሕሪ ኣዲኡ ምኻዳ ንብዓተይ ካብ ገጸይ ደሪዙ ሕቑፍ ኣቢሉ ኣጸናንዐኒ። ድሕሪ ሓደ ሰሙን ኣማን ናይ ሓደ ዓርኩ ጥምቀት ቆልዓ ስለ ዝተዓደመ ብሓንሳብ ክንከይድ ሓተተኒ። ናብቲ ውራይ ምስኡ ክኸይድ ስግኣት ስለ ዝተሰምዐኒ ቀልጢፈ ሕራየ ኣይበልኩዎን። ኣማን ምስ ኩሎም ቀረብቱ ከላልየኒ ይደሊ ስለ ዝነበረ፣ ኣጥቢቑ ምስ ለመነኒ ሕራይ በልኩዎ። ናብቲ ውራይ ምስ ከድና፣ ኣብቲ ውሽጢ ዳስ ኣማን ኢደይ ሒዙ ብኹርዓት ይስጉም ነበረ። ኮፍ ኢልና መግቢ ተመጊብና፣ ዝስዕስዑ ሰባት እናረኣና ከለና፣ ሃንደበት ሓንቲ ምልክዕትን ብዕድመ ካባይ ኣዝያ ትንእስ ጓል ናባና መጸት። ብንዕቐት እናጠመተትኒ፣ እዚኣ ድያ እታ ሓዳስ ኣፍቃሪትካ? ኢላ ብዓውታ ንኣማን ሓተተቶ። ሽዑ እታ ሮዛ ትብሃል ዝጠለሞቶ ናይ ቀደም ኣፍቃሪቱ ምዃና ፈለጥኩ። ምስ ተኽሊ ቁመናኣ ዝተወሃሃደ ሓጺር ዘጸበቐላ ክዳን ተኸዲና ነበረት። ካብ ክልቴና መልሲ ዝሃባ ስለ ዘይነበረ ካብ ርእሰይ ክሳብ እግረይ እናጠመተት ብዓውታ ሰሓቐት። ኣማን! ከመይ ኢልካ ንዓይ ትመስል ገዲፍካ ነዛ ኣረጊት ትመርጽ? ጌና ምጭምዳድ ዘይጀመረ ናተይ ልሙጽ ቆርበት ምሕቋፍ ዶ ኣይምሓሸካን ነይሩ? ወይስ ጌና ከም ሓኪምካ ኢኻ ትጥቀመላ ዘለኻ? በለት ብትዕቢት ተመሊኣ። ኣብቲ ከባቢ ዝነበሩ ሰባት እቲ ሳዕስዒት ምዕዛብ ገዲፎም ቀልቦም ብኣና ተሰሪቑ ናባና ክጥምቱ ጀመሩ። ውሽጠይ ብሕፍረት እናተቓጸለ ልክዕ'ያ ንሳ ጽብቕትን ንእሽተይን እያ። ኣነ ግን ኣጸቢቐ ይዓብዮ ስለ ዝኾንኩ ንኣማን ዘይበቂዐ ኢለ ምስ ሓሰብኩ እቲ ስምዒት ኣዝዩ ይጎድኣኒ። ኣብዚ ግዜ እዚ ኣማን ኢደይ ኣጥቢቑ ሒዙ ካብ ኮፍ ዝበልናሉ ብሓንሳብ ተንሲእና ኣብ ቅድሚ ሮዛ ደው በልና። ኣማን ብንዕቐት እናጠመተ ሮዛ ብዛዕባ ዕድመን ምጭምዳድ ቆርበትን ቅድሚ ምዝራብኪ ብዛዕባ ርኹስ ተግባርኪ ስለምንታይ ዘይትዛረቢ? ኣብ ክንዲ ኣብዚ ደው ኢልኪ ንኣፍቃሪተይ ከተዋርድኒ ክትንዕቒ እንትፍትኒ በቲ ዝገበርክዮ ነውራም ግብርኺ ክትሓፍሪ እዩ ዝግብእኪ። ኣነ ንስኺ እንተዝኸውን ነይረ ይትረፍ ከምዚ ብድፍረት ክዛረብ ካብ ገዛይ ወጽየ ናብ ሰባት ክሕወስ ድፍረት ኣይምነበረንን በላ ክምስ ኢሉ። ሮዛ ብሃንደበት ናይ ትዕቢትን ንዕቐትን ስምዒታ ካብ ገጻ በኒኑ ብስንባደ ንድሕሪት ክልተ ስጉምቲ ኣንሳሒባ ካባና ክትርሕቕ ጀመረት። ኣማን ግናይ ሓደጋን። ብዝያዳ ዓው ኢሉ ክዛረብ ቀጸለ። ኣነ ንዓኽን ንመርዓናን ኢለ ለይትን ቀትርን እናሰራሕኩ ክዳሎ ከለኹ፣ ንስኺ ግን ምስቲ ከም ሓወይ ዝሪኦ ዝነበርኩ ዝኣምኖ ዓርከይ ዝደቀስኪ ርኽስቲ ከሓዲት እኺ። ንስኺ ንነብሰይ ቀቲልክያ እኺ። እዛ ሕጂ ተቆናጽብያ ዘለኺ ግን ነቲ ንስኺ ብጥልመት ደቢስኪ ዘባላሸኽዮ ህይወተይ ብፍቕራን ብትዕግስታን ዘሕወየት ናይ ሎሚ እምንቲ ኣፍቃሪተይ ናይ ጽባሕ ድማ ሰበይተይን ኣደ ደቀይንያ። ዋላ ጽቡቕ መልክዕ ይሃልወኪ ውሽጥኺ ግን ረሳሕ እዩ በላ ከምኡ ይትሕለፍ ኢሉ። እቶም ስቕ ኢሎም ዝከታተሉና ዝነበሩ ሰባት ሕጂ ኣዒንቶም ናብ ሮዛ ኣቕኒዖም ብንዕቐት ክጥምትዋ ገሊኦም ከኣ ብሕሹኽታ ክሓምይዋ ጀመሩ። ሮዛ በቲ ዘይተጸበየቶ ሓያል ግብረ መልሲ ኣማን ትዕዝብቲ ናይቶም ሰባትን ኣዝያ ተሻማቒቓ ተዳሂላን ዋላ ሓንቲ ቃል ከይመለሰት ርእሳ ኣድኒና ካብ ጥቓና ብቕልጡፍ ተሰወረት። ሮዛ ምስ ከደት ኣነን ኣማንን ኮፍ ምስ በልና ነቲ ብፍርሒ ዘንቀጥቅጥ ዝነበረ ኢደይ ብኽልተ እዳዉ ሒዙ ኣጆኺ ፍቕረይ በለኒ። ዋላ እኳ ኣማን እንተተኸላኸለለይ እቲ ሮዛ ዝበለቶ ቃላት ግን ጌና ኣብ ኣእምሮይ ይቃላሕ ነበረ። ካብቲ ዉራይ እንክንወጽእ ከለና መሬት ጸልማት ነበረ። ብመኪና ናብ ገዛና ምስ ተበገስና ብትሑት ድምጺ ክበኪ ጀመርኩ። ቃላት ሮዛ ኣብ እዝነይ ይቃላሕ ነበረ። ንዓይ ኣረጊት ኢላትኒ። ነዚ ለባም ኣፍቃርየይ ኣዝየ ዘይረብሕ ኮይኑ ተሰሚዒኒ። ኣማነይ፣ ሮዛ ኣዴኻ ብሓፈሻ ኩሉ ሰብ ብዛዕባና ዝብሎ ዘሎ ኩሉ ቁኑዕ እዩ። ኣነ ንዓኻ ኣዝየ ዓብየካየ። ጸጉረይ ድሮ ሽብየት ጀሚሩ ኣሎ። ቆርበተይ ውን ክጫማደድ ጀሚሩ ኣሎ። ሓንቲ ንእሽቶ ጓል ክትህበካ ትኽእል ነገራት ኣነ ክህበካ ኣይክእልን እየ። ስለዚ ንዓይ ክትሓድገኒ እዩ ዝግባእ ኢለ ተናዘዝኩ፣ ግን ብውሽጠይ እወ ሓቅኺ ኢኺ ክገድፈኪ እየ ከይብለኒ ክፈርሕ ጀመርኩ። ኣማን መልሲ ከይሃበኒ ንገለ ደቓይቕ ሱቕ ኢሉ መኪንኡ ዘወረ። ድሕሪኡ መኪና ኣብ ወሰን ሓደ ጸጥ ዝበሎ ጎደና ደው ኣቢሉ ብኽልተ ኣእዳዉ ንብዓተይ እናደረዘ ናብ ኣዒንተይ ብዕምቆት እናጠመተ፣ ዛይደይ! ብዛዕባ እዚ ጉዳይ እዚ ናይ መወዳእታ ዘረባይ ስለ ዝኾነ ጽቡቕ ጌርኪ ስምዕኒ ሮዛ፣ ማማ እውን ተኾነት ካልኦት ሰባት ዝርእይዎ ዘለዉ ነቲ ኣብ ደጋዊ ትርኢትኪ ጥራይ እዩ። ንእስነትን ዕድመን ጥራይ እምበር ነቲ ናይ ብሓቂ ፍቕሪ ክፈልጥዎ ክርእይዎን ኣይክእሉን እዮም። በለኒ ኣዒንቱ ሓዘን ዘይኮነስ ሓያል ፍቕሪ ይንበቦ ነበረ። ቀጺሉ ድማ ንስኺ ንዓይ ፍልይቲ ኢኺ። ንስኺ ንውሽጠይ ትርእይዮ፣ ንሕልመይ ትድግፊ። ንጭንቀተይ ትፈልጢ ካብ ኩሉ ንላዕሊ ድማ ኣብቲ ኩሉ ሰብ ጽሉል ኢሉ ኣብ ዝነጸለኒ ጸልማት ግዜ ካብ ሞት ኣድሒንክኒ ኢኺ እዚ ድማ ካብ ለማጽ ቆርበት ምሕቋፍ ንላዕሊ ኣዝዩ ዝበለጸ እዩ ምሳኺ ክኸውን ከለኹ ኣነ ቆልዓ ዘይኩንኩስ ሙሉእ ሰብ ኣየ ዝኸውን ኢሉ ግንባረይ ስዒሙ መኪና እናበገሰ ድሕሪ ሕጂ ኣብዚ ጉዳይ ክንዘራረብ ኣይደልን እየ በለኒ። ወትሩ ቃላቱ እንክሰምዕ ውሽጠይ እዩ ዝረሳረስ። ፍቕርና ኣብ ዕድመና ዝተመርኮሰ ዘይኮነስ ኣብ ውሽጣዊ መንነትና ዝተመርኮሰ ምዃኑ ተረዳእኩ። ብኽያተይ ደው ኣቢለ ይቕረታ ድሕሪ ሕጂ ስለ ናይ ሰባት ሕሜታ ኣይክግደስን እየ። ዘገድሰኒ ናትካ ፍቕሪ ናትካ ምሳይ ምዃን እዩ ኢለ ብኡ ንብኡ ዛዕባ እቲ ዕላል ቀይርና ካልእ ክነዕልል ጀመርና። ናብ ገዛና ምስ ተመለስና ድሕሪ ሻወር ምውሳደይ ከም ወትሩ ኣማን ኣካላተይ ክርእየኒ ስለ ዘይደለኹ ነዊሕን ረጒድን ብጃማ ተኸዲነ ንኹሉ ኣካላተይ ክሓብኦ ፈተንኩ። ናብ መደቀሲና ምስ ኣተኹ ኣማን መብራህቲ ወሊዑ ኣብ ዓራት ግድም ኢሉ ይጽበየኒ ነበረ። ኣብ ጸልማት ክኸውን ደልየ ነቲ መብራህቲ ብቕልጡፍ ከጥፍኦ ኢደይ ሰደድኩ። ኣማን ብቕልጡፍ መጺኡ ኢደይ ምስ ሓዞ፣ ሎምስ ኣይፋልክን ፍቕረይ፣ መብራህተይ ትጥፍእዮ፣ በለኒ ብልኡም ድምጺ። ርእሰይ ኣድነንኩ። ዕድመይ ኣብ ኣካለተይ ጉድለት ዘምጽእ መሲሉ ስለ ዝተሰመዓኒ ክርእዮ ኣይደለኹን። ንሱ ግን እቲ ኣነ ዝጸላእክዎ ኣካለተይ ብኣእዳዉ እናዳህሰሰ፣ ስለምንታይ ወትሩ ኣብ ጸልማት ክትክወሊ ትደልዪ? ኣነ ብግልጺ ክርእየኪ'የ ዝደሊ በለኒ። ከማኻ ንኽጅምር እንክብል ከንፈሩ ኣብ ከንፈረይ ብምዕራፍ ብስዕመት ዓገተኒ። ቅጽል ኣቢሉ፣ ጽቡቕ ጌርኪ ስምዕኒ፣ ኣነ ነዛ ኣካላትኪ ንኹልንትናኺ የፍቅሮ'የ። ካብኡ ድማ ክሳብ ክንድ'ታ ኣረጊት ዝኾንኪ ቆርበትኪ ዝተጨማደደ ጌርኪ ንነብሲ ከይትስኣልያ፣ ጌና ንእሽቶ ኢኺ ዘለኺ፣ ኢሉ ግንባረይ ሰዓመኒ። ኣብ ኣዒንቱ ክጥምት ከለኹ ዋላ ሓንቲ ጉድለት ከም ዘይብለይ ክስመዐኒ ጀመረ። ካብታ ምሽት እቲኣ ጀሚረ ድማ ኣብ ጸልማት ምሕባእ ኣቋረጽኩ። ወትሩ ክሓስቦ ዘገረመለይ ከኣ ንባዕሉ ክሕከም ኢሉ ናብ ዝስርሓሉ ሕክምና መጺኡ ክንሱ ናተይ ናይ ዘለኣለም ፈውሲ ኮይኑ ምጽንሑ'ዩ። ካብታ መዓልቲ ንደሓር ሓዳስ ሰብ ኮይነ ክስመዐኒ ጀመረ። ንነዊሕ ዓመታት መብዛሕትኡ ግዜ ጻዕዳ ዩኒፎርም፣ ገፋሕቲ ክዳውንትን እየ ዝኽደን ነይረ። ረጒድ ቅርጺ ኣካለተይ ሕማቕ መሲሉ ስለ ዝስምዐኒ፣ ናብ ኣካለይ ጥብቕ ዝበለ ክዳውንቲ ለቢሰ ኣብ መንጎ ሰባት ክረኣ ኣይደፍርን ነይረ። ካብታ መዓልቲ ንደሓር ግን ክሕባእ ኣይደለኹን። ንነዊሕ እዋን ኣብ ኣርማድዮ ተቐሚጦም ዘይክደኖም ዝነበርኩ ክዳውንተይ እናውጻእኩ ክኽደን ጀመርኩ። ምስለይ ኣብ መስትያት እንክርኢ ሓንቲ ዕድመይ ይኸይድ ኣሎ ኢላ ተስፋ ዝቖረጸት ዘይኮነትሲ ፍቕሪ ዝረኸበትን ብገዛእ ርእሳ ትተኣማመንን ጓል ኣንስተይቲ ክትረኣየኒ ጀመረት። ናብ ሆስፒታል ክኸይድ ከለኹ ኩሎም መሳርሕቶይ ብኣድንቖት ጠመቱኒ። ንዓይ ግን ካብ ድሕሪ ሕጂ ሰባት ብኸመይ ይርእዩኒ የገድሰኒ ኣይነበረን። ምስ ኣማን ፍቕሪ ካብ ንጅምር ሓደ ዓመት ምስ መላእና እቲ ኩሉ ሕሹኽሹኽ ሕሜታን ናይ ሰባት ደው ክብል ጀመረ። እቲ ዝዓበየ ዓወትና ግና ኣብቲ ጐደና ዝዝረብ ዝነበረ ዝተራእየ ለውጢ ጥራይ ኣይነበረን። እቲ ሓቀኛ ፍቕርና ነታ ኣዝያ ሓሪቓ ዝነበረት ኣደ ኣማን ሓሳባ ከም ትልውጥ ገይርዋ እዩ። ኣማን ንዓይ ዘለዎ ፍቕሪ ብተግባር ምስ ረኣየት ከምኡ'ውን ኣነ ንወዳ ከመይ ዝበለ ጽቡቕ ናይ ህይወት ምዕራፍ ከም ዝኸፈትኩሉ ምስ ተገንዘበት፣ ተጣዒሳ ይቕረታ ሓተተትና። ስድራይ እውን በቲ ኣብ ህይወተይ ዝተፈጥረ ብሩህ ለውጢ ተሓጒሶም ንኣማን ከም ሰብኣይ ጓሎም መጠን ከም ውላዶም ተቐበልዎ። ድሕሪ እዚ ናይ ክልቴና ስድራ ቤት ተሰማሚዖም ብድሙቕን ምዕሩግን ስነ ስርዓት መርዓ ቃል ኪዳን ኣሰርና። ብሓደ ወዲ ንኽትምረጽን ንኽትረእን ጽብቕቲ ወይ ብዕድመ ንእሽተይ፣ ጥራይ ክትከውን ኣለካ ዝበል ርድኢት ጉጉይ ምንባሩ ክርዳእ ጀመርኩ። ሓቀኛ ፍቕሪ ማለት ሓደ ሰብ ነቲ ሓቀኛ መንነትካ ምስ ኩሉ ታሪኽካ፣ ፍርሕኻን ጉድለትካን ተረዲኡ ከፍቅረካ ከሎ እዩ። ኣማን ንዕድመይ ርእዩ ኣይኮነን ዘፍቅረኒ። ንሱ ክንዮቲ ዝኽደኖ ጻዕዳ ዩኒፈርም፣ ክንዮቲ ኣብ ውሽጠይ ዝነበረ ፍርሕን ጭንቀትን ሓሊፉ ንውሽጠይ እዩ ርእይዎን ኣፍቂርዎን። ኣብ ህይወትና ናይ ካልኦት ሰባት ርእይቶ ኣየገድስን እዩ። ስለዚ እዩ። ናይ ኣዲኡ ቁጥዐ ወይ ናይ ሮዛ ዘረባ ንፍቕርና ዘየናወጾ። ኣማን ምሉእ ብምሉእ ስለ ዝተቐበለኒ ኣነ እውን ንነብሰይ ምቕባል ተማሂረ። ኣብ መስትያት ርእየ ዝጸልኦ ዝነበርኩ ምስለይ ሕጂ ኣሰሩ የለን። ሓዳር ካብ ንምስርት ኣብ ዓመትና ሓደ ወድን ሓንቲ ጓልን ማንታ ቆልዑ ብሰላም ምስ ተጋላገልኩ እቲ ሓጎስና ምሉእ ኮነ። እቲ ቀደም ብጭንቀትን ብሕሜታን ተመሊኡ ዝነበረ ፍቕርና ሎሚ ብሰሓቕን ጸወታን ናይቶም ደቅና ክደምቕ ጀመረ። ኣማን ድማ ከምቲ ኣብ ጉዕዞ ፍቕርና ዝነበሮ ብስለት ሕጂ እውን ሓላፍነት ዝመልኦ ኣቦን ምእዙዝ በዓል ቤትን ኮይንለይ ኣሎ። ሕጂ ዕድመይ ልዕሊ ሰላሳን ሓሙሽተን ዓመት ኮይነ ኣለኹ። ኣብ ተፈጥሮይ ይኹን ዘረባ ሰባት ወላ ሓንቲ ዘሕፍረኒ የለን። ኣነ በዓልቲ ሓዳርን ብፍቕሪ ዝማሞቖት ስድራ ቤት ዝሃነጸት ኣደ ክልተ ቆልዑ ሕጉስቲ ሰብ እየ። ኣብ ጸልማት ዝነበረ ህይወተይ ብሃንደበት ናብ ብርሃንን ሙሉእ ሓጎስን ከመይ ከም ዝተቐየረ ዘርኢ ዛንታይ ነዚ ክትሰምዕዎ ዝጸናሕኩም ይመስል። እዚ ዛንታይ ክነግረኩም ዝገደደኒ ምኽንያት ኣብ ሕብረተሰብና ኣብ መርዓ ዘሎ ግጉይ ኣጠማምታ እዩ። ብፍላይ ድማ ኣብ ጓል ኣንስተይቲ ዘሎ ጸቕጢ መርዓ እዩ። ብልክዕ ሓንቲ ጓል ሓዳራ እዩ ክብረታ። ግን ድማ መራጺት እምበር ተመራጺት ስለ ዘይኮነት ዋላ መርዓ ትድለዮ መራጺ ተዘይረኺባ ከቢድ እዩ። ሞዛናኣ ወሊደን ዘሚደን ክትርኤ እንከላ ልዕሊ እቲ ቤተሰባ ብዛዕባኣ ዝምነይዎን ዝሓስብዎን ንሳ ትምነዮ ስለ ዝተመነየት ጥራይ ግን ብሽም ወዲ ዝኾነ ገፊፋ ክትምርዖ ኣይትኽእልን እያ። ክንደይ ሰካራማትን ስድታትን ክትእክቦም ኣይትኽእልን እያ። ልባ ዝመልእላ ዘኽብራ ክትረክብ ኣለዋ። ቀንዲ መልእኽተይ ነቶም ንሰብ ዝሓዝኩምሉ ዘይበልኩም ኣብ ውሽጡ እንታይ ዓይነት ቃንዛ ኣለዎ ዘይትፈልጡ፣ ተመርዖ ዕድመ ይኸደካ ኣሎ እንዳበልኩም ተባሳጭውዎም እዩ እዚ ሰብ እዚ ክምርዖ ከም ዘለዎ ጠፊእዎ ኣይኮነን እንታይ ደኣ ኣብ ውሽጡ ፋይናንሻል ድዩ ወላስ መዋስብቲ ዘይምርካቡ ካልእ ጸገም እውን ክህልዎ ክእል እዩ ስለዚ ንጉሆ ንጉሆ ከምቲ ንዓይ ወለደይ ዝገብሩኒ ዝነበሩ ኣይትግበርዎም ነቶም መርዓ እንዳሓሰብኩም ብዝተፈላለየ ምኽንያት ክሰልጠኩም ዘይከኣለ ድማ ኣጆኹም ሰበይቲ ወይ ሰብኣይ ወይ ድማ ጥዑይ ሓዳር ካብ ፈጣሪ እዩ ሓደ መዓልቲ ድማ ከምዚ ንዓይ ዝፈጠረለይ ኣምላኽ ክፈጥረልኩም እዩ። ኣብ ቦታ ኮመንት ሰናይ ትምኒትኩም ተገሊጽኩምለይ ኣዝዩ ደስ ይብለኒ። ሓብትኹም ዛይድ።